ካባይ ተምሃሩ ብሰንኪ ጸቕጢ ስድራይ ዝኣተኽዎ መርዓ መዘዝ ፈጢርለይ ስመይን ድሕነተይ ዓቂበዮ ኣለኹ ንሕጂ ግን ሳይሞን ቦሉኒ ኣብ ሓንቲ ካብ ሃገራት ኣውሮጳ እየ ዝነብር ኣብዚ ሃገር ሕጂ ኣስታት ሸውዓተ ዓመት ጌረ ኣለኹ። ወዲ ዕስራን ሸሞንተን ዓመት'የ። ኣይተመርዓኹን፣ ውላድ እውን የብለይን። ወለደይ ኤውሮጳ ካብ ዝኣቱ ኣትሒዞም ኣብ ዘዝደወልኩሎም ተመርዖ ክብሉ ትንፋሶም መሊቖም እዮም። ኣነ ነዊሕ ግዜ ሕራይ ንዓመታ እናበልኩ ንልዕሊ ሓሙሽተ ዓመት ኣጸብየዮም እየ። ክምርዖ ዘይደለኹ ኮይነ ዘይኮንኩስ ውሽጠይ ድሉው ኣይነበረን። ካልኣይ ከኣ ንዓይ ትመስል ኣይነበረትንን። ብዝተኻእለ መጠን እታ ክምርዐዋ ዝደሊ ኣብዚ ዘለኹዎ ሃገር ክትከውን እዩ ትምኒተይ ነይሩ። ዘይከም ካልእ ሃገራት ኣውሮጳ ኣብዚ ዝቕመጠሉ ከተማ ብዙሓት ኣዋልድ እየን ዘለዋ። ግን እተን ጽቡቕ ሌላ ዝመስረትኩለን ንሓዳር ብቑዓት ኮይነን ኣይረኸብክወንን። እተን ተስፋ ዘንበርኩለን ድማ ንዓይ ብቑዕ ኮይነን ኣይረኸባንን። ኣብ ምድላይ ግዜ እንዳጠፍአ ምስ ከደ ወለደይ እውን ዓቕሎም እንዳተጸንቀቐ ከይዱ። ዳርጋ ሰላም ክብሎም ኢለ ኣብ ዝደወልኩሉ ቀይዲ በተኽ ዝኾንኩ ንዕኦም ዘይሰምዖም ዘለኹ ኮይኑ ተሰሚዕዎም ከስተማስሉ ጀሚሮም። ዳርጋ ኣብ ምርጋም እውን በጺሖም ነይሮም እዮም። ኣብ መወዳእታ ወለደይ ባዕልና ከነምጸልካ ኢና ክብሉኒ ጀሚሮም። እታ ዘምጹኡለይ ካብ ኣፍሪቃ ኣዲስ ኣበባ ኣነ ዘይፈልጣ ጓል ዓድና ምዃና ነጊሮምኒ ኣነ ድማ ካብ ኣዲስ ምዃኑ ዘይተርፎ ደኣ ባዕለይ ዘየላለይለ ብዓርከይ ገይረ ሓንቲ ሰላም ትበሃል ሄዋን ተላልየ ምስ ሰላም ዕላልና ጽቡቕ ተሳጢሙ ኣይጸናሕናን ኣብ ሓጺር ኣዋርሕ ፍቑራት ኮይና ሰላም ኣዝያ ለባም እያ ካብ ኤርትራ ቅድሚ ምውፅኣ ኣዝያ ንፍዕቲ ተማሃሪት እያ ነይራ ኮለጅ ኣቋሪፀያ ድማ ኣዲስ ኣበባ መፅያ ኣይደንጎናን ምስ ሰላም ናብ መርዓ ዝብል ውሳነ በጺሕና። እዚ ኩሉ ነገር ክገብር ከለኹ ግን ካብ ኣባላት ስድራ ቤተይ ብዘይካ ምንኣስ ሓወይ ኣብ ኤውሮጳ ዘሎ ወላ ሓደ ዝፈልጥ ኣይነበረን። ምስ ሰላም ንመርዓ ምስ ወዳእና ብጣዕሚ ደስ ኢልኒ። ብፍላይ ስድራይ ከመይ ከም ዝሕጎሱ ተራእይኒ። ወላ እኳ ናብ መርዓ ክኣቱ ቀንዲ ጸቕጢ ስድራ ቤተይ እንተነበረ፣ እቲ ቀንዲ ክውስን ዝገበረኒ እውን ካብ ውሽጠይ ዝመፀ ስምዒት ክንዲ ሰብ ኣኺልካ ኢኻ ሓቆም እዮም ስድራኻ ዝብል እዩ። ከም ውፅኢት ምስ ሰላም ተሰማሚዕና ኣነ ኣዲስ ኣበባ ክመፅእ ኣፅብብ ኣቢልና ቃል ኪዳን ክንኣስር እሞ ድሕሪኡ ናብዚ ሃገር ከምፅኣ ሰላም ከም ዘይደቂ ግዜ ገፋሕፋሕ ዘይትፈቱ ለባም ፀኒሓ በዚ ተሰማሚዕና በዚ ድማ ቀዳም ናብ ሰንበት ዘውግሕ ቃል ኪዳን ክንኣስር ኣነ ድማ ዓርቢ ኣብኡ ክኣቱ ተሰማሚዕና ግዜን ከልብን ከይፀዋዕኻዮም ይመፁ ከም ዝበሃል ምድላዎተይ ኣጻፊፈ ኣየር ሰማይ ሰማይ ጌራ ኣብ ኣዲስ ኣበባ ዱብ ኣቢላትኒ። ኣየርፖርት ኣዲስ ኣበባ ምስ በጻሕኩ ዘይተጸበኽዎ ኣጋጢምኒ። ሓንቲ ጓል ዓሰርተ ሓሙሽተ ዕድመ ትኾን ቆልዓ እምበር ጓል ክብላ ዘይደፍር ሕቕፉ ፍዮሪ ሒዛ እንዳጎየት መጺኣ ሓቒፋ ስዒማትኒ። ምስላ ግን ኣይሃሰሰንን። ድሕሪ ውሑድ ካልኢታት ምሕሳብ ንሳ ምዃና ፈሊጠ ምግራመይ ወዲኤ። ኣነ ዝተላለኹዋ ጓል ዕስራን ሓሙሽተን ተመሃሪት ኮለጅ ዝነበረት ኣብ ቅድመይ ዝነበረት ግን ጓል ዓሰርተ ሓሙሽተ ዓመት ተምሃሪት ቀዳማይ ደረጃ ትመስል። ክኣምን ኣይከኣልኩን። ዝነበረኒ ትጽቢት ኩሉ ነገር ብኣንጻሩ ኮይኑ ካብ ሓጎስ ናብ ዘይምሕጓስ ካብ ቅሳነት ናብ ሻቕሎት ኣብ ልዕሊ ሰላም ዝነበረኒ ፍቕሪ እውን ብደጋዊ ትርኢታ መዚንካይ ኣይትበሉን እምበር ንእለቱ ካብ ዝነበሮ ብብዝሒ ሚእታዊት ጎዲሉ ነዚ ክትዕዘቦ ሰላም ነዊሕ ኣይወሰደላን። ኣብቲ ፈለማ ናይዚ ዝጓዓዞ ዝነበርኩ ናይ ኣየር ኢለ ምሳ ምኽነኾላ ኣሚናትኒ'ያ። ደሓር ግን መግቢ ክኣብየኒ ገጸይ ክድወን ምስ ተዓዘበት ብሻቕሎት ክትሓተኒ ጀመረት። ካብ ትጽቢተይ ወጻኢ ከም ዝጸንሐት ክነግራ ኣይደለኹን። በቃ ክዋሳእ ነይርኒ። ሕጂ ደኣ ኩሕሽኒ ኢለ ውሽጠይን ደገይን ኣንጻር ክጓዓዝ ወሲነ። ቀዳም መሲዩ ሰንበት ናብ ቤተ ክርስቲያን ቃል ኪዳን ንምእሳር ተበገስ ኮይኑ ዓቕለይ ጸቢብኒ፣ መሬት ዕንቁ ኮይናትኒ። ኣብ ናይ ዜሮ ሰዓት ቃል ኪዳን ይጽናሕ ክብላ ኣዝዩ ከቢድኒ፣ ክብላ ኣይከኣልኩን። ኣብቲ ገዛ ናይ ሰላም ንዓይ ዝኾነ ፈላጥ ኣይነበረንን። ንሰላም ገለ ቤተሰባን መሓዙታን ዓጅቦምና ቃል ኪዳን ክንኣስር ኬንና። ኣሲርና ተመሊስና። ኣብ ቅድመ ቦቐሺ ኣንጻር ውሽጠይ ክምሕል ከለኹ ዝነበረኒ ስምዒት ዝኸበደ ብህይወተይ ከለኹ ዝረኣኹዎ ህሞት እዩ ነይሩ። መርገም ድሕሪኡ ደኣ ዘዕንን እምበር ኣይዓንቀፈንን ሰጊረዮ። ድሕሪኡ ንሰለስተ ሰሙን ኢለየ ከይደ ነይረ። ኣብዘን ሰለስተ ሰሙን ክሕጎስ ኢለ ዝኸድኩ ኣደዳ ጭንቀት ኮይነ። ዝሓድሮ ዝነበርኩ ለይቲ ኣይትሓደር እዩ ንሰላም ኣብ ቅድሚኣ የፍቅረክን ክብላ እሞ ድማ ብደጋዊ ትርኢታ ትብዓት ኣይረኸብኩን ሞራል ዝሰብር ቅኑዕ ኮይኑ እውን ኣይተሰመዐንን ኣይቀንእ እተን ሰለስተ ቅንያት ሽዑ እውን ተወዲየን ናብ ዝነብረሉ ሃገር ተመሊሰ ንሰላም ምስ ተመለስኩ ክነግራ እውን ትብዓት ኣይረኸብኩን ድንጋፀ ድዮ ክብሎ ወላስ ካልእ እንድዒ ዓቕለይ ጸቢብኒ በብቑሩብ ብቴረፎን ክርሕቓ ምስ ጀመርኩ ንሳ እውን ክትሓተኒ ጀሚራ። ኣብ መወዳእታ ግን ኣነ ፍቕሪ ከም ዘይብለይ ብሓንሳብ ክንቅጽል ከም ዘይንኽእል ነጊረያ። ሰላም ኣዝያ ሰንቢዳ። ዝተጸበኹዎ ነገር ስለ ዝኾነ ግን ንዓይ ትብዕ ኢለ ሃዲኤ ኣረጋጊኤ ከረድኣ ክፍቲ ኮይንኒ'ዩ። ሰላም በጃኻ የፍቅረካ'የ ኢላ እኳ ብዙሕ እንተለመነትኒ ኣነ ግን ውሽጠይ ዝያዳ ክሰምዕ ነይርኒ። ቅድሚ ሕጂ ድፍኢት ስድራይ ዝተሓወሶ መርዓ ናብ ዘውዲቕኒ ሕጂ ከኣ ንሰላም ደንጊጸን ጻር ውሽጠይ ከይከይድ ኢለ ከም ዘይንቕጽል ነጊረያ ሰላም ብቤተሰብ እውን ክንደይ ለሚናትኒያ ወላ እኳ ድንጋጸ ሰላም ክብደት ቃል ኪዳን ሓያል እንተኾነ ዘየፍቅራ ከለኹ ዝበዝሐ ህይወተይ ምስኣ ከሕልፎ ኣይመረጽኩን ካብ ኩሉ ውሽጠይ ክሰምዕ ነይርኒ ኣብ መወዳእታ ተፋሊና ካብ ንፋላለ ድሮ ሽድሸ ወርሒ ኣቁጺርና ኣለና ኩቡራት ኣሕዋት እዚ ጽሑፍ ምናልባት ዛንታ ኮይኑ ክስምዐኩም ይኽእል እዩ ሓቂ እዩ ካብ ምባል ግን ብኻልእ ክእምነኩም ዝጽዕረሉ ምኽንያት የብለይን እቲ ዋና ነገሩ ፍቅራዊ ሂወተይ ክትሰምዑለይ ኢለ ኣይኮንኩን እንታይ ደኣ ደስ ከይበለካ ትኣትዎ መርዓ ውጽኢቱ እዚ ምዃኑ ካባይ ክትመሃሩ ስለ ዝደለኹ እየ ይርድኣኒ እዩ ስድራና ፍረ ብርክና ክርእዩ ደቂ ደቆም ክሓቁፉ ኩቱር ህንጥይነት ከም ዘለዎም ኣብ መወዳእታ ግን መርዓ ንዓኻ እዩ ሕልፊ ኩሉ ደስ ክብለካ ሕልፊ ኩሉ ክትዳለወሉ ዘለካ ንስኻ ኢኻ ምኽንያቱ ንስኻ ኢኻ ትነብሮ ሕጂ ዕድመ ንመርዓ ይውክሎን ኢለ ክፈላሰፈልኩም ኣይደልን ብፍላይ ኣብ ደቂ ኣንስትዮ ዕድመ ንመርዓ ይውክሎን ፈረቃን እዩ ግን ካብ ዕድመ ከይድኒ ስድራ ጸቕጢ ገይሮምለይ ኢልካ ምምርዓው ዝኸፍእ ነገር የለን። ስለዚ ንስድራና ከም ስድራ ክነኽብሮምን ከነሐንቅቖምን ግቡእና ጥራይ ዘይኮነ ግዴታና እውን ኢለ ዝኣምን። ግን ኣብ ከም በዓል መርዓ ዝኣመሰሉ ዓበይቲ ውሳነታት ዝኾኑ ነገራት ንኹሉ ድሉዋት ዲና ኢልና ዝያዳ ንውሽጥና ክንሰምዕ ይላቦ። ካልእ ክብሎ ዝደለኹ እንተሎ ድማ ብኢንተርነት ኣይትላለዩ ኣይብለኩምን። ተላለዩ፣ ምኽንያቱ እንኮ ኣማራጺ ንሱ ጥራይ ስለ ዝኾነ። ግን ሓደራኹም ከምዚ ናተይ ዓሻ ውሳነ ከይትውስኑ ኣብ ቀዳማይ ርክብ ቃል ኪዳን ከይትሓስቡ ኣብ ኣፍሪቃ ትሃሉ ኣብ ኦውሮጳ ወላ ውን ኣብ ኤሜሪካ ብውሑድ ሰለስተ ግዜ ዝኸውን ብኣካል ተራኸቡ ብኣካል ብኢንተርነትን ልዕሊ እቲ ንግምቶይ ፍልልይ ዘለዎ ክብረት ይሃበለይ ሳይሞን ሓውኩም ካብ ኦውሮጳ ሰላም ዝብል ስም ውን ናይ ብርዒ ምዃኑ ክሕብር ንፈቱ።